ስማ መለክዐ ፅሬት ኢንዳስትሪያዊ ኣቕሓ እዩ ብውሕልነት ስራሓ ዝዳረጋ የለን ህዝባ ቢራ ከም ዝፈትው ንፈልጥ ኢና ባኒ ከም ዝፈትው ግን ብዙሕ ሰብ ኣይግምትን ቢራ ምግቢ እምበር መስተ ኣይኮነን ኢሎም ምእማኖም ከደንቐና ይኽእል እዩ ናይ ቢራ ፍቕሮም ምስቲ ናይ ባኒ ፍትወቶም ዝተቐራረበ እዩ ምሉእ ዕድሚኦም ዓይነታት ባኒ ክምህዙ ዘሕለፍዎ'ዮም ዝመስሉ። ልዕሊ ሰለስተ ሽሕ ናይ ባኒ ዓይነታት ኣለዎም። ቤተ መዘክር ከፊቶም ባኒ ዘላልዩን ብኽእለት ምስንካት ባኒ ኣብ ዩኔስኮ ዝተመዝገቡን ህዝቢ'ዮም። ከቢድ ቋንቋ እኳ እንተለዎም ናይ ናብራ ደረጃኦም ግን የቕን'ዩ። ናይ ትምህርቲ ዋጋ ብምኽባር ንፍልጠት መሸቀጢ ንትምህርቲ ከኣ ዘይከኣል ንዝገበራ ሃገራት መምህርን'ያ። ትምህርቲ ልክዕ ከምቲ እነተንፍሶ ኣየር ንኹሉ ብነጻ ክወሃብ ዘለዎ ጸጋ እምበር ክሽቀጠሉ የብሉን ኢላ ትኣምን። ንዕኡ እውን ትግዛእ። ዓመት ዓመት ንኣርባዕተ ሚእትን ሓምሳን ሽሕ ተመሃሮ ነጻ ናይ ትምህርቲ ዕድል ትህብ ኤውሮጳዊት ሃገር እያ። ኣብ ኤውሮጳ ብስፍሓታ ኣብ ሻብዓይ ደረጃ፣ ብብዝሒ ህዝቢ ሳልሰይቲ፣ ብቑጠባ ከኣ ኣብ ቀዳማይ ደረጃ ተሰሪዓ ንረኽባ። ፌደራል ሪፓብሊክ ጀርመን ቁጠባኣ ድሕሪ ኣሜሪካን ቻይናን ኣብ ሳልሳይ ደረጃ ኣስሪዕዋ ኣሎ። ብ ኣርባዕተ ነጥቢ ትሽዓተ ትሪልዮን ዶላር ጂዲፒ ካብ ናይ ኤውሮጳ ጂዲፒ ን ዕስራን ሸሞንተን ሚእታዊት ትሽፍን። ጀርመን ዝብል ስማ ነዊሕ ዝገበረ እኳ እንተኾነ ነዚ ሕጂ መሲላቶ ዘላ ኮይና ከም ሃገር ካብ እትቐውም ግን ሚእትን ሓምሳን ኣርባዕተን ዓመታት ኣቑጺራ ኣላ። ጀርመን ንዘመናዊ ናይ ኣውቶሞቢል ኢንዳስትሪ ዒሕ ኢላ ዝወለደት ሃገር እያ። መካይን ብፍጥነት ዝኸዳሉ ናይ ቅጥራን ጽርግያታትን ናይ ባቡር መሰረተ ልምዓትን ቀንዲ መለለይኣ እዮም። ብዘይካዚ ብምፍራይ መካይን፣ መድሃኒትን ማሽነሪታትን ህብብቲ ሃገር እያ። ናይ ስደተኛታት ሃገር እውን ትበሃል እያ። ንኣብነት ኣብ ክልተ ሽሕን ዒስራን ሰለስተን ሓደ ነጥቢ ትሽዓተ ሚልዮን ስደተኛታት ተቐቢላ። እሞ ኣብ ናይ ሎም መደብና ንጀርመን ብጺሕ ኢልና እንተተመለስና እንታይ ከ ይብለና? ኣብ ማእከላይ ኤውሮጳ እያ እትርከብ። ትሽዓተ ጎረባብቲ ኣለዋኣ። ሰማንያን ኣርባዕተን ሚልዮን ዜጋታታ ኣብ ዓሰርተ ሽዱሽተ ናይ ፌደራል ክልላት ይነብሩ። ስፍሓት መሬታ ሰለስተ ሚእትን ሓምሳን ሸውዓተን ሽሕ ትርብዒት ኪሎ ሜትር እዩ። ርእሰ ከተማኣ በርሊን ትበሃል። ናይ ጀርመን ዝዓበየት ከተማ እውን ንሳ እያ። ብድሕሪ በርሊን ከተማታት ሃምቡርግ፣ ሙኒክን ከለንን ካብ ቀዳማይ ክሳብ ራብዓይ ደረጃ ይሕዛ። ናይ ዞባ ባየር ርእሰ ከተማ ዝኾነት ከተማ ሙኒክ ናይ ኩዕሶ እግሪ ክለብ ባየር ሙኒኽ ኣደን እቲ ፍሉጥ ቢኤምዳብሊው ዝበሃል ናይ መኪና ብራንድ ዝፈርየላ ከተማን እያ። ሙኒኽ ጀርመናዊ ባህሊ ዘንጸባርቓ ከተማ ኮይና ኣስታት ሓደ ነጥቢ ሓሙሽተ ሚልዮን ነበርቲ ኣለውዋ። ኦክቶበር ፌስት ዝበሃል ኣብታ ከተማ ኣብ ዝዳሎ ናይ ቢራ ፌስቲቫል ኣስታት ሸውዓተ ሚልዮን ዝኾኑ ካብ መላእ ዓለም ዝመጹ ኣፍቀርቲ ቢራ ብሓባር ቢራ ዝሰትዩሉ ፌስቲቫል ተእንግድ። እቲ ፌስቲቫል ዓመታዊ ካብ ዒስራ መስከረም ክሳብ ሓሙሽተ ጥቅምቲ ንዓሰርተ ሽዱሽተ መዓልታት ይቕጽል። እዚ ፌስቲቫል ንከተማ ሙኒኽ ዓመታዊ ሓደ ነጥቢ ክልተ ቢልዮን ዩሮ ቁጠባዊ መኽሰብ የምጻላ። መዓስ እዚ ጥራሕ ናይ ቢራ ሳምና ውን ኣለዎም ኣብ ቢራ ተኣሊኾም ቢራ ዝሰትይሉ ሳውና ኣብ ዓለም ብዙሕ ቢራ ብምስታይ ንጀርመናውያን ደቂ ቸክ ሪፓብሊክ ጥራሕ ዮም ዝበልጽዎም ኣብ ጀርመን ሓደ ሽሕን ሓሙሽተ ሚእትን ናይ ቢራ ዓይነታት ሽሕን ክልተ ሚእትን ናይ ቢራ ትካላት ሓሙሽተ ሽሕ ናይ ቢራ ብራንድታት ይርከቡ ኢንዳስትሪ ቢራ ንጀርመን ኣብ ዓመት ናይ ትሽዓተ ቢልዮን ዩሮ ቁጠባዊ ኣስተዋጽኦ ይገብር። ኣርብዓን ሰለስተን ሽሕ ነበርቲ ዘለዋ ከተማ ሮተንበርግ ንመቕረጺ ፊልም ተባሂላ ዝተሰርሐት እትመስል ምልክዕቲ ከተማ'ያ። ወደባዊት ከተማ ሃምቡርግ ብናይ ምሸት ህይወታ ትልለ። ኤውሮጳዊ ባንክ ማእከላይ ቤት ጽሕፈቱ ክትከውን ዝሓርያ ከተማ ፍራንክፈርት ኣብ ጀርመን ብሰማይ ጠቀስ ህንጻታታን ብፋይናንስ ማእከልነታን ትፍለጥ። ላይፕዚግ እታ ሓዳስ በርሊን ይብልዋ። ብዘለዋ ናይ ሙዚቃ ፍቕሪ ድማ ትፍለጥ። ናይ መርሰድስ በንዝን ፖርሽን ኣደ ዝኾነት ከተማ ሽቱትጋርድ ኣብ ጀርመን ናይ መኪና ርእሰ ከተማ ዝብል ቅጽል ስም ኣለዋ። ከተማ ሃይደልበርግ ናይ ትምህርቲ ከተማ እያ። ግደ ሓቂ ጀርመን እውን ንባዕላ ናይ ትምህርቲ ሃገር እያ። ኣብ ዓለም ብሰንኪ ሕጽረት ገንዘብ ከይተማሃሩ ዝተርፉ ወይ ከኣ ብዕዳ ተማሂሮም ምሉእ ዘመኖም ልቓሕ እናኸፈሉ ዝነብሩ ሰባት ማእለያ የብሎምን። ኣሜሪካ፣ እንግሊዝ፣ ኣውስትራልያ፣ ካናዳን ሲንጋፎርን ክቡር ናይ ትምህርቲ ክፍሊት ካብ ዘለወን ሃገራት እተን ቀዳሞት እየን። ጀርመን ግን ካብዚ ትፍለያ ኣይኮነን ንዜጋታታ ንኣማኢት ኣሽሓት ወጻእተኛታት እኳ ነጻ ናይ ትምህርቲ ዕድል ንምሃብ ካብ ደገ ናብ ሃገራ ተእቱ። ነዚ ዕድል ኣብ ጥቕሞም ንምውዓል ዜጋታት ህንዲ፣ ቻይና፣ ቱርኪ፣ ኦስትርያን ኢራንን ብብዝሒ ናብ ጀርመን ይውሕዙ። ጀርመን ነጻ ናይ ትምህርቲ ዕድል ክትቅርብ እንከላ ተመሃሮ ከኣ መነባብሮኦም ባዕሎም ክኽእሉ ሓላፍነት ይስከሙ። ጀርመን እናተመሃርካ ክትሰርሕ እተፍቅድ ሃገር እያ። ብናይ ተመሃሮ ቪዛ ናብ ጀርመን ዝኣተዉ ወጻእተኛታት ኣብ ሰሙን ዒስራ ሰዓታት ክሰርሑ ይፍቀዶም። ካብዚ ዝረኽብዎ እቶት ግብሪ ይክፈሎን። ብዘይካዚ ዩኒቨርሲቲታት ናይ ስራሕ ዕድል ባዕሎም ንተመሃሮ ከዳልዉ ይኽእሉ። ወይ ከኣ ተመሃሮ ከም ኣካል ትምህርቶም ኣብ ሓደ ትካል ተቖጺሮም እናሰርሑ ይመሃሩ። ጀርመን ኣብ ዓመት ኣርባዕተ ሚእቲ ሽሕ ሰራሕተኛታት ናብ ሃገራ ክኣትዉ ትደሊ። ነዚ ዕድል ንምርካብ ክልተ ነጥቢ ሰለስተ ሚልዮን ዜጋታት ዓለም መእተዊ ቪዛ ይሓቱ። እቲ ጸገም ግን ጀርመን ናይ ቴክኖሎጂ ሃገር ደኣ ትኹን እምበር ናይ ቴክኖሎጂ ኣጠቓቕማኣ ግን ንኣርኣያ ዝበቅዕ ኣይኮነን። ኣብ ትካላት መንግስቲ ብኦንላይን ዝሳለጡ ጉዳያት ኣዝዮም ውሑዳት እዮም። ብፍላይ ናይ ቪዛ መስርሖም ኣዝዩ ኣሰልቻዊ'ዩ። ቆጸራታት ብኣካል ኣብ ኤምባሲ ምርካብን ቅጥዕታት ምምላእን ልሙዳት እዮም። ካብዚ ዓመት'ዚ ጀሚሮም ግን ናይ ቪዛ መስርሖም ብኦንላይን ክኸውን ቀይሮሞ ኣለዉ። እዚ ኸኣ ንብዙሓት ባር እቲ ቀንዲ ዓንቃፊ ቋንቋ'ዩ። ሓያሎ ጀርመናውያን ቋንቋ እንግሊዝ ይመልኩ'ዮም። ኮይኑ ግን ኣብ ገዛእ ዓድና ስለምንታይ ምስቶም ንስደት ዝመረጹ ወጻእተኛታት ብእንግሊዝ ክንረዳዳእ ንግደድ ዝብል ኒሕ ስለዘለዎም ክዛረቡሉ ኣይደልዩን። ብኽፍኣት ዘይኮነ ስደተኛታት ቋንቋ ጀርመን ንኽመልኩ ካብ ዘለዎም ድሌት እዩ። ቋንቋኦም ንምዝራብ ዝጽዕር ሰብ ክሕግዝዎ ይረኣዩ። ሓደ ሰብ ዋላ ብዝተሰባበረ ጀርመን ሓሳቡ ክገልጽ እንተፈቲኑ ኣይስሕቅዎን፣ ኣየላግጽሉን። ክርድእዎ ይፍትኑ። ቋንቋ ጀርመን ንዘይመልኽ ሰብ ግን ህይወት ኣብ ጀርመን ቀሊል ኣይኮነን። ነዚ ከቢድ ቋንቋ ከም ገለ ንዝኸኣሎ ሰብ እቲ ቋንቋ ካብ ጀርመን ሓሊፉ ኣብ ሃገራት ኦስትርያ፣ ስዊዘርላንድ፣ ሊሽተንሽታይንን ላክሰምበርግን ክጠቕሞ ይኽእል። ንጀርመን ሓደስቲ እንተኾይንኩም ሓደ ነገር ክነግረኩም። ጀርመናውያን ሓንሳብ ኣፍጢጦም እንተጠሚቶምኻ ዓይኖም ናብ ካልእ ኣየዝርዎን እዮም። ከምዚ ዘጋጠሞ ንጀርመን ጋሻ ዝኾነ ሰብ እንታይ ደኣ ሪኦምለይ ኮይኖም። ኢሉ ንገዝኡ ክጎዪ ወይ ናብ ናይ ሞባይሉ ካሜራ ከም መስትያት ተጠቂሙ ከረጋግጽ ክህወኽ ይኽእል እዩ። ላምበርጊኒ ናይ ጣልያን፣ ቡጋቲ ናይ ፈረንሳ፣ ስካንያ ናይ ስዊድን ከም ዝኾነ ኢና ንፈልጥ። ናይዘን ኩለን ርእሲ ወይ ብራንድ ግን ናይ ጀርመን ፎልክስቫገን እዩ። ጀርመን ናይ መኪና ሃገር እያ። ኣብ ክልተ ሽሕን ዒስራን ሰለስተን ጥራሕ ካብ ኣውቶሞቢል ኢንዳስትሪ ሓሙሽተ ሚእትን ሓምሳን ሸሞንተን ቢልዮን ዩሮ ኣታዊ ረኺባ። እዚ ጽላት እዚ ንሸሞንተ ሚእቲ ሽሕ ሰባት ናይ ስራሕ ዕድል ዝፈጠረ ኮይኑ፣ BMW፣ ፎልክስቫገንን መርሰድስ በንዝን ከኣ እቶም ቀዳሞት ናይ መኪና መፍረዪ ትካላት እየን። ኣብ ሃገርና ብፎልክስቫገን ዝፍለጣ መካይን ካብ ቀደም ኣዝየን ህቡባት እየን። ኣብ መላእ ዓለም እውን ብብዝሒ ዝተሸጣ መካይን ንሳተን እየን። እዛ መኪና ካብ ናይ ኣዶልፍ ሂትለር ሓሳብ እያ ትምንጩ። ሂትለር ካብ ዝሓሰቦም ውሑዳት ኣወንታውያን ነገራት ንምጥቃስ ነዛ መኪና ንኽትስራሕ ሓሳብ ምሃብ እዩ። ኣብ ጀርመን ኣብ ሰላሳታት ወናኒ መኪና ምዃን ከም መለክዒ ሃብቲ እዩ ዝረአ ነይሩ። ሂትለር ብተፈጥርኡ ናይ መኪና ኣፍቃሪ እዩ። በዚ ኸኣ ሃገሩ ኣፍራይት መካይን፣ ህዝቡ ኸኣ ዘዋሪ መካይን ክኸውን ተመንየ። በዚ ድማ ኣብ ሽሕን ትሽዓተ ሚእትን ሰላሳን ኣርባዕተን ኩሉ ህዝቢ ክዕድጋ ዝኽእል ንእስ ዝበለት መኪና ክትስራሕ ትእዛዝ ሃበ። እቲ ህቡብ ናይ መካይን ኢንጂነር ንሓሳብ ሂትለር ዲዛይን ብምግባር ኣረከበ። እታ መኪና ኸኣ ፎልክስቫገን ተባህለት። እዚ ስም እዚ እታ መኪና ህዝባዊት መኪና ስለ ዝኾነት ዝተዋህባ መጸውዒ ስም እምበር ናይ ብራንድ ሽም ኣይነበረን። ብቋንቋ ጀርመን ፎልክስ ማለት ህዝቢ፣ ቫገን ከኣ ዓረብያ ማለት እዩ። እታ መኪና ኣብ ሽሕን ትሽዓተ ሚእትን ሰላሳን ሸሞንተን ክትስራሕ ጀሚራ። ኣብ ሽሕን ትሽዓተ ሚእትን ሰላሳን ትሽዓተን ግን ብሰንኪ እናሓየለ ዝመጸ ናይ ካልኣይ ኲናት ዓለም ሕማቕ ግዜ ምኽንያት፣ እቲ ፋብሪካ ነታ መኪና ምስራሕ ደው ኣቢሉ ወተሃደራውያን መካይን ምፍራይ ተገደደ። ኣብቲ ኲናት ጀርመን ምስ ተሳዕረት ነቲ ፋብሪካ እንግሊዝ ተቖጻጸረቶ፣ ነተን ደው ዝበላ መካይን ከኣ ከተፍርየን ጀመረት። እታ መኪና ውሑድ ነዳዲ እተህልኽ፣ ምጥን ዝበለት፣ ንኽትስራሕ ብዙሕ ንጥረ ነገራት ዘይትጠልብ፣ ልዕሊ ዅሉ ኸኣ ንነዊሕ እተገልግል ሓያል መኪና ስለ ዝዀነት ብህዝቢ ኣዝያ ፍትውቲ ዀነት። እታ መኪና ካብ ሽሕን ትሽዓተ ሚእትን ኣርብዓን ትሽዓተን ንደሓር ኣብ ኣሜሪካ ካብ ሓምሳታት ንደሓር ከኣ ኣብ ኣፍሪቃ ከይተረፈ ክትሽየጥ ጀመረት። ፎልክስቫገን ቀደም ዝነበረት መኪና ኣብ ሱሳታት ዕድሚኣ ዘብቅዐ ዝመስለና ብዙሓት ኣለና። ኮይኑ ግን እታ መኪና ክሳብ ክልተ ሽሕን ዓሰርተ ትሽዓተን እናፈረየት ትሽየጥ ነይራ እያ። ጀርመናውያን መኪና ምዝዋር ዝፈትዉ ህዝቢ እዮም። ኣብቲ መካይን ብፍጥነት ዝኸዳሉ ወይ ንሳቶም ኣውቶባን ዝብልዎ ሃይወይ ከኣ ናይ ፍጥነት ገደብ የብሎምን። ጀርመን ኣዲዳስን ፑማን ዝበሃላ ክልተ ተጻረርቲ ናይ ስፖርት ኣልባሳትን ጫማን ዘፍርያ ትካላት ዘብቆለት ሃገር እውን እያ ክልቲኤን ትካላት ናይ ሓንቲ ሃገር ጥራሕ ዘይኮና ናይ ሓንቲ ከተማ ሃብቲ እየን ወነንተን ከኣ ክልተ ኣሕዋት እዮም። እተን ትካላት ግን ፍቕሪ ኣይነበረንን። ወነንተን ዝኾኑ ኣሕዋት እውን ብህይወት እዮም ዝደላለዩ ነይሮም። ጽልኢ እዞም ክልተ ኣሕዋት ነታ ከተማ ናብ ክልተ ዝኸፈለ ኣዝዩ ሓያል እዩ ነይሩ። ድሕሪ ሞቶም እኳ ሬስኦም ኣብ በበይኑ ዝተረሓቐ መቓብራት እዩ ሓመድ ኣዳም ለቢሱ። እዘን ትካላት ድሕሪቲ ኣብ ሽሕን ትሽዓተ ሚእትን ሰላሳን ሽዱሽተን ኣብ በርሊን ጀርመን ዝተዳለወ ናይ ኦሎምፒክ ጸወታ ምስ ዓለም ተላልየን ሎሚ ዓርሞ ሽሻውያን ትካላት ንምዃን ዝበቕዓ ኣገረምቲ ትካላት እየን። ቅድሚ ምዝዛምና ብዛዕባ ጀርመን ክንውስኸልኩም። ጀርመን ብናይ ባቡር መሰረተ ልምዓት እትፍለጥ ሃገር እያ ኢልናኩም ኔርና። ናይ ጀርመናውያን ባህርን ናይ ጀርመን ባቡርን ጠባይን ግን ኣይሳነዩን እዮም። ጀርመናውያን ቆጸራ ብምኽባር'ዮም ዝፍለጡ፣ ባቡራቶም ግን ኣብ ሰዓተን ኣይርከባን፣ ሓሙሽተ፣ ዓሰርተ፣ ዓሰርተ ሓሙሽተ ደቓይቕ ወይ'ውን ልዕሊኡ ምድንጓይ ዝተለምደ'ዩ። ናይ ኦንላይን ሰራሕተኛታት እንተኾይንኩም ናይ ጀርመን ኢንተርነት ዘይከሐጉሰኩም ይኽእል'ዩ፣ ብፍላይ ካብተን ብፍጥነት ናይ ኢንተርነት ኣገልግሎት ዘለወን ሃገራት ዝመጻኹም እንተኾይንኩም ብናይ ጀርመን ኢንተርነት ፍጥነት ክትግረሙ ትኽእሉ ኢኹም።